ማንም ፍጡር ዘይሓርቕ ሰብ የለን። ብዝኾነ ይኹን ምኽንያት ኣብ ህይወቱ ዘሕርቖ ነገራት ከጓንፎ ንቡር እዩ። ዘይምቁጽጻር ሕርቃን ግን ካብ ውሽጣዊ ስምዒታትና ዝብገስ ብምዃኑ ንኣካላትና ጥራይ ዘይኮነ ነይ ኣእምሮኣዊ ሳዕቤን፣ ምስ ሰባት ዘለካ ዝምድና ኣመና ይፍሕፍሕ፣ ደም ብዝሒ ትውስኽ፣ ኣሉታዊ ሰብ ይገብረካ፣ ምስ ውሽጣዊ ስምዒታትካ ንኸይትረዳዳእ ተረዳዲእኻ። ናይ ሎሚ ቪድዮና ትሽዓተ ነገራት ብኸመይ ካብ ሕርቃንና ንቆጻጸሮ፣ ብኸመይ ስምዒታውያን ዘይምዃን፣ ብኸመይ ሕርቃንና ኮንትሮል ንገብሮ። So let's go! ቀዳመይቲ፣ ኩሉ ግዜ ኣብ ጸገማት ንኸይተእትወካ፣ ንኸይትሓርቕ ኩሉ ግዜ ትሕግዘካ ፕሮፈሽናል ዝኾነ ኣዘራርባ ምዝራብ። ኩሉ ግዜ እቲ ፐርሰናሊቲ ናትካ ካብ ምንታይ እዩ ዝጅምር? ካብ ኣዘራርባኻ። እቲ ኩሉ ግዜ ንስኻ ኣዘራርባኻ ጽቡቕ ክኸውን ከሎ፣ ምስ ሰባት ጽቡቕ ኣዘራርባ ክህልወካ ከሎ፣ ምስ ሰባት ጽቡቕ ዝምድና ክህልወካ ከሎ ብክእለት ኣዘራርባኻ፣ ኩሉ ሰብ ድማ በቲ ኣዘራርባኻ፣ ፐርስናልቲ ናትካ ድማ ሓፍ የብሎ ዳስ ዋይ ኩሉ ግዜ ብኣዘራርባና ኣመና ፕሮፈሽናል ክንከውን ክንክል ኣለና ኣመና ሕማቅ ኣነዋሪ ዝኮነ ዘረባታት ክንዛረብ የብልናን ኩሉ ግዜ ምጭዳር no ምጭዳር ምጭዳር ዝባሃል ንግደፎ ናይ ምርዳእ መንፈስ ምስ ሰባት ይሃልወና ኣብ ዝኮነ ግዜ ኩሉ ግዜ እቲ ንስካ ትዛረቦ ቃላት ናይ ግድን ተሰማዕነት ክህልዎ ክክእል ኣለዎ ብሰንክኡ ድማ እቲ ሕር ናብ ሕርቃን ክትበጽ ዘብጽሐካ ሓደ የለን ካልኣይ ድማ ናብ ዝኾነ ሰብ ናብቲ ሕርቃን ከብጽሐካ ዝኽእል ሰብ ወይ ነገራት ድማ ኣይክህልወካን እዩ ዳስ ዋይ ቅዳመይቲ ትገብራ ኩሉ ግዜ ፕሮፌሽናል ዝኾነ ኣዘራርባ ምስ ሰባት ምዝራብ ወይ ድማ እቲ ፐርሰናሊቲ ናትና ኩሉ ግዜ ካብ ምንታይ ዝብገስ ካብ ኣዘራርባና ስለ ዝኾነ ቢ ፕሮፌሽናል ካልኣይቲ ኩሉ ግዜ ኣብ ግዜ ሕርቃና ክንገብራ ዘለና just relax calm down ኩሉ ግዜ ዝኾነ ሰብ yes ይርዳኣኒ እዩ ዝኾነ ሰብ ክሓረቅ ከሎ just እንታይ ሽሙ ብስምዒት ስለ ዝኸይድ ወላ ሓደ ሰብ ክሰምዕ ኣይደልን እዩ ንወላ ሓደ ሰብ ሓንጎሉ ዝእዝዞን ልቡ ዝእዝዞን እምበር ዝኾነ ሰብ ዝብሎ ኣይገብርን እዩ ብከምዚ መንገዲ ድማ ናብ ዝኸፍአ መንገዲ ምናልባት ህይወትና ናብ ትኸዶ ወይ ድማ ህይወትና ናብ ፀገማት ክነእትወላ ዝኽእል ህሞት ብምዃና just be ሪላክስ ህድእ ንበል ነስተንፍስ ቀስ እንዳበልና ህድእ ንበል ግዜ ክንውስድ ክንክእል ኣለና ኣብ ከምዚ ህሞት ቀስ ኢልካ ህድእ ኢልካ እንድሕራ ተዛሪብካ እቲ ምስቲ ውሽጥኻ ዘሎ ስምዒታትካ ትወሃሃድ ኣለኻ ዳስ ዋይ ድማ ቀስ እንዳበልካ ናይ ምርዳእ መንፈስ ክሕግዘካ ይኽእል ሳልሰይቲ ሸለል ምባል ኩሉ ግዜ መብዛሕትኡ ሰብ ኣብ ሕርቃን ከብጽሐካ ዝኽእል ኣመና ብዙሕ ኣሎ ብዙሕ ብዙሕ ካብ ኣዕሩኽትና ጀሚርና ካብ ስድራና ጀሚሩ ካብ ኣብ ማሕበራዊ ሂወትና ዝኾነ ከሕርቀና ዝኽእል ብዙሕ ነገራት ኣለዉና ነዚ ድማ ብምንታይ ትፈትሖ ብ ሸለልትነት ሓደ እቲ በሊሕ ሰብ ዝገብሮ እቲ ኢንተሊጀንት ኣመና ንፉዕ ሰብ ዝገብሮ ኩሉ ግዜ ንዝኾነ ነገራት ስፔሻሊ ንዕኡ ናብ ሕማቕ ነገራት ከውደቆ ዝኽእል እንድሕራ ኮይኑ ሸለል ኢሉ ምሕላፍ ኩሉ ግዜ ሸለል ክትብሎ ከለኻ ስፔሻሊ ሓደ ሰብ ክጻረፈካ ከሎ ንስኻ ክትጻረፎ እዩ ዝጽበ ኣብ ከምዚ ህሞት ንስኻ ጀስት ኢግኖር ሸለል ክትብሉ ከለኻ ንሱ እዩ ዝህሰ ዘሎ ንሱ እንታይ ይፅበ ዋ ኣነ እንተፀሪፊዮስ ናይ ግድን ክፀርፍኒ ዳሕራይ ክሃርሞ ክተሃራርም ከምዚ ዓይነት ነገራት እዩ ዝፅበ ካባኻ ሶ ንሱ ክፀርፈካ ከሎ ወይ ንሳ ክትፀርፈካ ከላ ንስኻ ኢግኖር ከይትምልሰሉ ሱቕ እንሕራ ኢልካ ንሱ እዩ ዝሃሲ ምክንያቱ ኣብ ሓንገሉ እንታይ ገይሩ ፀኒሑ ኣነ ንሕራ ትፃሪፍዮ ወይ ንሕራ ትፃሪፍያስ ንሳ እውን ክትፃረፍኒያ ዝብል ኣተሓሳስባ ኣለዎ That's why እታ ዝበለጸት መድሃኒት ኢግኖር ምግባር ወይ ድማ ዝኾኑ ነገራት ሕማቕ ዘሕርቑና ነገራት ምስ ንረክብ ሸለል ኢልና ምሕላፍ። ራብዐይቲ፣ ኩሉ ግዜ ናብ ዘሕርቕ ነገራት ወይ ድማ ናብ ዘሕርቕ ዕላላት ኣይንኺድ፣ ኣይንብጻሕ። መብዛሕትኡ ሰብ እንታይ ይገብር? ኩሉ ግዜ ሕርቃን ካብ ምንታይ እዩ ዝጅምር? ካብ ዕላል። ዕላል ኩሉ ግዜ ድማ ናበይ የብጽሐካ? ወይ ናብቲ ዝለዓለ ደረጃ ናብ Ideas፣ ሓሳባት፣ የብጽሐካ ወይ ድማ ናብ ኣደዳ ሕማቕ ባእሲ የብጽሐካ። ሰብ ሰለስተ ይፈላለ፣ ሓደ ኣብ ሰባት ዝዛረብ፣ ሓደ ኣብ ጉዳያት ዝዛረብ፣ እቲ በሊሕ እቲ ንፉዕ ኢንተሊጀንት ዝበሃል ድማ ኣብ ጉዳያት ቢዝነስ፣ ኣብ መጻኢ፣ ኣብ ሂወቱ፣ ኣብ ናይ ፊቸር ነብሱን ኣብ ናይ ደቁን ኣብ ናይ ሰበይቱን ኣብ ከምዚ ዝዛረብ so ኩሉ ግዜ ንዓኻ ከሕርቐካ ዝኽእል ዕላላት ኣይተልዕል ዝሓለፈ ነገራት already ሓሊፉ እዩ never ከይተልዕሎ እንድሕርደኣ ንሱ ኣልዒልካዮ ሕርቃን ዝመጽእ እንድሕርደኣ ኮይኑ እዚ ጽቡቕ ኣይኮነን ዳትስ ዋይ ኩሉ ግዜ ዕላላት ከነዕልል ከለና ኣብ ሰባት ኣይንዛረብ ኣብ ጉዳያት ኣይንዛረብ ክንዲ እከለ ከምዚ ከምዚ ከምዚ ገይራ ወይ ገይሮም ከምዚ ከምዚ ከምዚ በልዕና ወይ በልዕና ናብ ከምዚ ከምዚ ሬስቶራንት ከድና ገለ ዓይነት መግቢ ነይሩ ዘይኮነ ነቲ ንሰኻ ክትዛረበሉ ወይ ድማ ነቲ ንሰኻ ክትዓብየሉ ትኽእል ቢዝነስ ወይ ኣይድያስ ሓሳባት ነልዕል። ብኡ መንጽር ድማ ሓደ ዝሕረቕ ነገራት ኣይክመጸናን እዩ። ዝኾነ ነገራት ኣብ ሓንጎልና ድማ ነቨር ሕማቕ ኣይክመጸናን እዩ። ዳትስ ዋይ ዝኾነ ዕላል ክነዕልል ከለና ዘሕርቑ ዕላላት ነቨር ዘይምዕላል። ሓምሸይቲ Drink some water ዝሑል ማይ ምስታይ፣ ኩሉ ግዜ ንስኻ ኣብቲ ውዑይ ስምዒታትካ ትኸደሉ ግዜ ዝሑል ዝበለ ማይ ምስ ትሰቲ ነብስኻ immediately ክረጋጋእ ከም trust me ፈቲንካዮ ውን ክትከውን ትኽእል እኻ ኩሉ ግዜ ማይ ብፍላይ ስድራቤትና ወይ ድማ ኣብ ሕብረተሰብና እንካ እንካ ማይ ስተ ክብሉኻ ከለው ንዝክር ዶ why ምኽንያቱ ኣብቲ ንስኻ ስምዒታውያን ትኸውን ከለኻ እቲ ትረኽቦ ዘለኻ ማይ immediately ኣእርለ እንታ ሽሙ ቦሪና ኣካላትና ከዝሕል ይኽእል። ብኡ መንጽር ድማ እቲ ንሰኻ ብስምዒታውያን ክትበኣስ ወይ ክትጻረፍ ወይ ክትጭደር ዓው ኢልካ ክትኸይድ ከለኻ ኦልሞስት ሰብዓ ፐርሰንት ኣካላትና ብማይ ዝተሸፈነ እዩ። ማይ ክትሰቲ ከለኻ ድማ ኢሚድየትሊ ክትርገእ ትኽእል። ዳትስ ዋይ ኣመና ማይ ኣገዳሲ ስለ ዝኾነ ኣብ ግዜ ሕርቃንና ክትሕግዘና ስለ ትኽእል ማይ ዘይምግዳፍ። ሻድሸይቲ እዛ ላይፍ ኣመና ሲርየስ ኣይንኹን። ህይወትና ኣመና ሲርየስ ኣይንኹን ጆክ ንጻወት ዝኾነ ነገራት ኩሉ ነገራት ብባላንስ ንኺድ እምበር ኩሉ ነገራት ብኣመና ኣመና ሲርየስ እንድሕራ ሒዝካዮ ኣመና ክትህሰ ኢኻ ኣመና ሕያዋይ እንድሕራ ኮንካ ሰብ በቲ ሕያውነትካ ክትህሰ ኢኻ ኣመና ክፉእ ተግባራት ትገብር እንተኾይንካ ድማ ከምኡ ድማ ኢድካ ትረክብ ኢኻ ሶ ክፉእ ግበር ማለት ኣይኮነን ወይ ድማ ሕያዋይ ኣይትኹን ማለት ኣይኮነን ሂወትና ኣመና ባላንስ ወይ ድማ ብሚዛን ሒዝካ ኪዳ ኩሉ ግዜ ነቲ ዘሕርቀካ ነግራት ሰብ እንድሕር ፈሊጥካዮ ነቲ ዘሕርቀካ ነግራት ኣይተዕልሎ በንጻሩ ነቲ ዘሕርቅ ነግራት እንድሕር ፈሊጥካዮ ጽቡቅ ነገራት ኣዕልሎ ብከምዚ ነገራት ሓንጎልና ብባላንስ ብሚዛናዊ እንዳከድና ነቲ ሂወትና ክንከዶ ኣለና እምበር ኣመና ኣብ ሂወትና ሲርየስ ኣይንኹን ሲርየስ እንድሕራ ኮይና ወላ ንእሽተይ ትኹን ከሕርቀና እዩ ዝኾነ ንእሽተይ ዝኹን ሰብ ከምዚ ኣንታ ግናይ እንተልካ ሓደ ሰብ እውን ናብ ዘሕርቀካ ክትበፅሕ ኢኻ ላይፍ ሲርየስ እዛ ህይወትና ሲርየስ እንድሕራ ሒዝካያ ሶ ኩሉ ግዜ ኣብ ህይወትና ሲርየስ ክንከውን የብልናን ጀስት ብባላንስን ምስቲ ሕብረተሰብ ብኸመይ እንዳተሰማምዕና ምንባር። ሸውዓይተ፣ ኩሉ ግዜ ቀመማት ዝበዝሖ፣ Spicy Foods፣ ቀመማት ዝበዝሖ መግቢ ዘይምብላዕ። መብዛሕትኡ ሰብ ንሕና እስፔሻሊ ከም ሓበሻ መጠን ቀመማት ዘለዎ መግቢ ንበልዕ ኢና። ቀመማት ዘለዎ ነገራት ንፈቱ ኢና። እዚ ድማ እንታይ እዩ ምስቲ ውሽጣዊ ስምዒታትና ከረጋግኦ ዝኽእል ነገራት ኣይኮነን። ኩሉ ግዜ ስፓይሲ ክትበልዕ ከለኻ ነብስኻ እንታይ ይብለካ? ከምዚ ኣክቲቭ እኸውን ነብስኻ ከንግል እኸውን ሓቂ ዳስ ዋይ ኩሉ ግዜ እቲ ንስኻ ትበልዖ ምግቢ ኣብ ግዜ ሕርቃንካ እውን ንዓኻ ክሃስየካ ይኽእል ምስቲ ስምዒታዊ ትኾኖ ዘለኻ ምስቲ ናይ ስፓይሲ ወይ ድማ ቀመማት ዝተሓወሶ ምግቢ ክትበልዕ ከለኻ ኣመና ይታሓዋውስ እሞ ናይ ኮንትሮል ምግባር ዓቅምኻ ኣመና ይውሕድ ዳስ ዋይ ኩሉ ግዜ እቲ ስፓይሲ ዘለዎ ምግብታት ብዙሕ ክነብዝሕ የብልናን ብዙሕ ቀመማት ዘለዎ ምግብታት ክነብዝሕ የብልና ሓደ ንልብና ክሃሲ ዝኽእል እዩ ብዝሒ ቀመማት ትበልዕ እንድሕር ኣቁንካ ንልብኻ ክትሃሲ ትኽእል እያ ካልኣይ ድማ በቲ ናይ ስምዒታውያን ትኾኖ ብኡ መንፅር ድማ ክሕግዘና ኣይክእልን እዩ that's why ኩሉ ግዜ spicy food ወይ ድማ ውሑድ ኣውሑድ ኣቢልና ቀመማት ዘለዎ ምግብታት ምምጋብ ተመራጺ ይኸውን። ሻምነይቲ፣ ላይን ሪሌሽንሺፕ፣ ኩሉ ግዜ ኣብ ሂወትካ ላይን ክትገብረሉ ክትኽል ኣለካ፣ ካብቲ ላይን ሓሊፉ ውሽጣዊ ናይ ፐርሰናል ክጎድእካ ዝኽእል ሰብ ክህሉ የብሉን፣ ኩሉ ግዜ እቲ ንስኻ ትገብሮ ነገራት እቲ ላይን ናትካ ካብኡ ክሓልፍ ዝኽእል ነገራት ክትገብረሉ የብልካን ንኣብነት ምስ የዕሩኽትኻ ክተዕልል ንዕራ ኮይንካ ሓደ ምስ ሰበይትኻ ንሰበይትኻ ክዛረቡ ከምዘይብሎም ንነብስኻ ብኣኻ ክዛረቡ ከምዘይብሎም እንታይ ሽሙ ብስድራ ቤትካ ክዛረቡ ከምዘይብሎም ክንደይ ኣታዊታት ከም ዘለካ ክዛረቡ የብሉን which means እዚ እንታይ እዩ ሓደ ናብቲ ክሕርቀካ ዝኽእል ነገራት ክትኸይድ ኢኻ ነዚ ነገራት እንድሕር ተዛሪብካ ግን ካብ ፈለሙ ኦ ኣነስ ኢንዳይሬክት ጌርካ ኣነ ከምዚ ከምዚ ዓይነት ነገራት ኣይፈቱን እየ ክትብል ከለኻ እዚ ናትካ ላይን እዩ ምክንያቱ ካብዚ ላይን ሲ ወል ሓደ ሰብ ክሓልፍ የብሉን ካብዚ ንድሕር ሓሊፍኩም ሲ ምሳይ ክትበኣስ ኢኹም ወይ ድማ ምሳይ ናብ ገለ ናብ ካልእ ክንባጻሕ ኢና ዝብል ነገራት ኢኻ ትነግሮም ዘለኻ ዳስዋይ ኩሉ ግዜ እቲ ላይን ናትካ ንገሮም ምስ መን ኢኻ ተዕልል ዘለኻ ብዛዕባ ስድራቤትካ ክዕልሉ ተፍቅደሎም ደኻ ኣይተፍቅደሎምን እኻ ብዛዕባ ደቅኻ ክዛረቡ ተፍቅደሎም ደኻ ኣይተፍቅደሎምን ኩሉ ላይን ኣለዎ በቲ ላይን ድማ ንዝኾነ ሰብ ካብኡ ሓሊፉ ፐርስናል ከጥቅዐካ ወይ ድማ ፐርስናል ምሳኻ ዝኾነ ነገራት ክገብር ነቨር ከይተፍቅደሉ ኩሉ ሂወትና ላይን ክህልዎ ኣለዎ ታሽዕትን ናይ መወዳእታን እቲ ኣብ ውሽጥና ዘሎ ኢሞሽን ምስቶም ኣመና ንፈትዎም ሰባት ነዕልል ምስኦም ምስኦም ንንገሮም ስፔሻሊ ድማ ምስቶም ፖዚቲቭ ኣወንታውያን ሰባት ምንጋር ምስቶም ኣወንታውያን ሰባት ምዕላል ኩሉ ግዜ ኣብ ውሽጥኻ ትገብሮ እንተኾይንካ የስ ኣብ ውሽጥኻ ግበሮ ዝሕግዘካ ሰብ እንድሕር ዘይረኺብካ ኣብ ጎንኻ ኣብ ጎንኻ ኣለኹ ዝብለካ ሰብ እንድሕር ዘይረኺብካ ጸገም ዝበሃል የብሉን ኢትስ ቤተር ኣብ ውሽጥኻ ምግባር ይሓይሽ ካብ እዚኦም መሊሶም እዋይ ባዕልኻ ትፈልጥ ነጊቲቭ ሰባት ማለት እዩ ኣሉታውያን ሰባት ባዕልኻ ትፈልጥ ኣነ ካብ ቀደሙ ኢለካ እየ ኣነስ ካብ ቀደሙ ከምዚ ከምዚ ኣይትግበር ኢለካ እየ እንተሐሻትካስ ባዕልኻ ትፈለጥ ባዕልኻ ጀሚርካዮ ባዕልኻ ወዳእዮ ኢሉ ከምዚ ንስኻ ኣብቲ ዘለኻዮ ሽግር መሊሱ ሽግር ከእምፀልካ ዝኽእል ሰብ እንድሕራ ኮይኑ ነቨር ከይትነግሮ ነቨር ከይትዛረብ ዳስዋይ እቲ ኢሞሽን ናትካ ንመን ትነግር ፖዝቲቭ ኣወንታዊ ሓሳባት ዝህበካ ኣብ ጸገማት ኣቲካ ኣለካ ኦኬ እሞ ሕጂ ነይዚኣ መፍትሕሲ ከምዚ ከምዚ ከምዚ እንተገበርና ከመይ ይሓይሽ ነይዚኣ መፍትሒ ከምዚ ከምዚ ከምዚ እንተገበርና ከመይ ይሓይሽ ኢሉ ክነግረካ ዝክእል ሰብ ኣት ዘ ሰይም ታይም ድማ ንዝኮነ ንስድራቤትና ወይ የዕሩክትና ኩሉ ግዜ ኣወንታውያን ክዛረቡና ዝክእሉ ሰባት ምስኦም ጥራይ ነዕልል። ኣብቲ ግዜ ሕርቃንና ምኽንያቱ ንሶም ሓገዛት ወይ ድማ ሓሳባት ከምጽኡልና ስለ ዝኽእሉ ካብቲ ሕማቕ ሓሲብካዮ ዝነበርካ ወይ ድማ ሓሲብካዮ ዘለኻ ነገራት ከውጽእካ ዝኽእል እዩ። I hope ደስ ኢላትኩም ተኾኑ እዛ ቪድዮ Thank you so much ብጣዕሚ ኣመና የመስግነኩም ከም ወትሩ please ኣብዚኣ ጠውቑ ክእለት ኣዘራርባኹም ክትማዕብል ትሕግዝ ትብል ኣብዚኣ ጠውቑ ኣብዚኣ ድማ ከመይ ጌርና ንሰበይትና ነፍቅራ ከመይ ጌርና ንሰበይትና ነሕጉሳ ትብል ኣብዚኣ ንጠውቕ ኣብዚ ታሕቲ ድማ ሳብስክራይብ ከምኡ ድማ ላይክ ነዛ ቪድዮ ብጣዕሚ የመስግነኩም ፕሊስ ላይክ ነዛ ቪድዮ ሳብስክራይብ ድማ ነዛ ቻነልና ቴንኪ ሶ ማች ክሳብ ትምጽእ ቪድዮ ክሳብ ንራኸብ ሰላም ንዓኹም ፒስ